ሰላም ሰላም ክብራትን ክብራንን ተኸታተልቲ ናይዛ ቻነለይ ከመይ ቀኒኹም ከመይ ኣለኹም ብብዘለኹምዎ ኣብ ዘለኹምዎ ብብዘለኹምዎ ሰዓት ኣቋፃፀራኹም ከመይ ትኾኑ ሰላምታኹም ብዝሕ ትርፍ ይበለለይ ከመይ ኒኢኹም ይቅርታ ያው ቪድዮ እኮ ብዙሕ ኣይሰራሕኩይ ስራሕ ፅዕቕ ኢሉኒ ቀኒዩ ጠፊኤ የቐኒየና ሎማዓንቲ ተመሊሰ ኣለኹ። ናይ ሎማዓንቲ ቪድዮ ድማ ብዛዕባ እንታይ እዩ ክኸውን? ብዛዕባ ሓንቲ ሓፍትና ናብ ስደት ወፅያ ሰሪሓ ክቕየር እየ ኢላ ግን ከምቱ ኣንሕና ካብ ዓዲ ንወፆ ከምቱ ንሓሰብናዮ ዘይኮነሲ ካሊእ ኮይኑ እዩ ዝፀንሐካና ከምቲ ዝሓሰብካዮ ዘይኮነሲ ዕዳጋ ከም ዝኸድካዮ ከም ዝሓሰብካዮ ዘይኮነሲ ከም ዝፀንሐካ እዩ ዝበሃል ዘሎ ምስላ እና እዙይ ዘበለኒ ምኽንያት እዚ ሓፍትና ክንደይ ሓሳብ ህይወተይ ቀይረ

ኩሉ ነገር ኣብዚኣ እስኪ እታ ዝተናገርክያ ከምቲ ንዓይ ነዊሕ ለውጋዕ ክኒ ዘይኮነ ሕፅር ሕፅር ዝበለ መራኸቢኹም እንታይ እዩ ናበይ እትይኪ እንታይ ገይርኪ እንዳ ዓረብ ወሲድኻ ገንዘብ እንታይ ገይርኪ ከምቲ ንዓይ ዝነገርክኒ ኣብዚ እውን ክትናገር ይደሊ እያ ኣነ ኣብ ፊልሚ እንዳ ዓረብ እሰርሕ ነይረ ክልተ ወርሒ እውን ሰሪሐ እየ

እወ ንባዕለይ መጀመርያ ንባዕለይ ደፊርኒ ካብኡ ምስ ተፈራረየ ናብ ኣዕራብ እዩ ሸይጥኒ ነቲ ዓረብ ብገንዘብ እዩ ኣምጺኡ ብገንዘብ እዩ ኣቢልዎ ኢለኪ ኣለኩ ሕጂ ነቲ ዓረብ ብዓይኒ እዩ ብቅርሺ ከም ዘምጸኒ ሕጂ ግን እቶም ኣዕራብ ግን ሸፋቱ እዮም መስለኒ ምስ ምሉእ ዕጥቆም እዮም ነይሮም ሰለስቲኦም ማለት እዩ ንሱ ውን ነይርዎ ዕጥቂ ምሉእ

ታይ ዓይነት ከም ዝግበር ዘሎ ናትና ሓበሻ ኣብ ዓዲ እማ ትመፅኡ ሓዊ ልሓዊ ይሸውጥ ከም ዘሎ ኣነ ነዕራብ ዋላ ሓንቲ ኣይወርዶምን እየ ዋላ ሓንቲ ዝገበርዎ በደል የለን ኣዕራብ ሐዚ እውን ፍተው ፅልኡ ፅልኡኒ ፍተውኒ ጉዳይ የኮነ ዜዱ ኣዕራብ ኣይኮኑን ፀገም ኩላትና ሐዚ ኣዕራብ ዓድማትና ዓድማትና ማንም ሓበሽ ማንም ዓረብ ኣይነክእክን እዩ ልምንታይ ባዕሎም ልባዕሎም ስለ ልሸዋወጡ ባዕልና ልባዕልና ስለ ንሸዋወጥ ሓበሻ ማለት እዙ ኢና ይሀው ካልኦት እውን ይህልዋ እየን ዘይወፃ ዘይተቐልዓ ብዙሓት ደቂ ኣንስትዮ እውን ይህልዋ እየን ልክ ርግጠኛ እየ እዛ ቆልዓ እዚኣ ቪድዮ ስርሒ ቪድዮ ሰሪሕኺ መልክዑ ገፅኪ ክሽፍነኪ እየ ችግር የብሉይ ቪድዮ ሰሪሕኺ ገጽኪ ክትወጸ ይደሊ ቪድዮ ሰሪሒ ክልኣክለይ ኣነ ክሽፍነኪ እየ ፎቱኡ ናይቲ ወዲ ገርኪ ዓዱ ሱሙ ብደንብ ገርኪ ሰሪሕኪ ልኣኺ ሸር ግበሮ ኩልኻ ንሱ ዝበደለን ኣሽሓት ከምዝመጻ ር እመኑኒ ማርያምን ማለት እዩ እመኑኒ ኣብዚ ኣበይ ቦታ ኢኹም እሞ እኒኢኺ

ኣብ በዲሉ ከም ዝኾነ ርግጠኛ እየ ሽሕን ሚኢትን ጓል ኣንቢዑ ከም ዝኾነ። እሺ ተመሊሰ መጽያ ኣለኹ እዚ ሓፍትና ከምቲ ዝሰማዕኹምዋ እዩ እንታይ እያ ትብለና ዘላ ዓሚፁኒ ዓሚፁ ከዓ ናብ ስራሕ ሰዱዱኒ ናብ ስራሕ ምስ ከድኩ እውን ብዕራብ ናብ ኣዕራብ ሸይጡኒ ናብ ኣዕራብ ሸይጡኒ እያ ትብላ ካብኡ እውን ወዲ ዓደይ ሰዋግ ድማ ሓበሻ እዩ ናተይ ፎቶ ሂቡ ናብኡ ከም ዝምለስ ገይሩ ተመሊሱ ናብ ኣዕራብ ሸይጡኒ ነቲ ሰዋግ ውን ቅርሺ ከህወተሎ ሪኤዮ እየ ትብለና ኣላ እዛ ሓፍትና ብዋንኦም ይሕተተሎም ቅርሺ ናተውሃቡ ናብ ኣዕራብ ቅርሺ ክወሃቡ ተሎሲ ንእሽተን ተብል ነይራ ካብኡ ድሞ ናብ ሸሪዓ ክትወፅእ ተላሲ ምስ ሰባ ክትመክር ነይራ ግን ጓል ትረኽቦ ብዙሕ እዩ። ንሕና ደካማታት ኢና፣ መልሓስና ደኣ እያምበይ ወደቕቲ ኢና፣ ደካማታት ኢና እና ዝሓፍተይ መዓረይ ኣነ ኣብዚ ክብላ ዝደሊ ፅቡቕ ረኺባ የኾነቲ ግን ከምዚ ኢልካ ናብ ሚድያ ምውፃእ በዚሑ ማለትሲ እቲ ምልስዮ ነገርሲ የለይ እየ ክብል ዝኽእል ካባኺ ዝምሃር ብዙሕ ክህሉ እዩ እንተ ህይወትኪ ተቐይርዮ ለውጢ ካብዚ ወዲ እዚ ተቐይርዮ ለውጢስ እንታይ እዩ? ሓደ እውን ዜዱ ጓል ትግራይ መጀመርያ ነብሰ ፁር እያ ትብል ነይራ። ብሰላም ይገላግልኪ፣ ብሰላም ይገላግላ ዝሓፍትና ሕማቕ ረኺባ እሞ ከኣ ሓበሻ እሞ ከኣ ወዲ ዓዳ ደሞ ቤተሰብ ኢና እውን ትብል ነይራ ሓዋ ለእ ወዲ ዓዳ ለእ ነብሰ ጽር እውን እየ ትብላ ኣሕሊፍካ ናብ ኣዕራብ ምሃብሲ እንታይ የምጽኦ ብትኽክል ዜዱሲ ሓድሓደ ጊዜሲ ሓቃ እየ ናባዕልና ሓበሻ ደቂ ዓድና መዋልድትና መታዓቢትና እሞ ኣብ ስደት መጺና ክንዲ ንተሓባበር ኣጆኻ ዝሓወይ ኣጆኺ ዝሓፍተይ ክንዲ ንበሃልሲ ሰሳትና ተሓላሊፍና በቃ ብስራሕ ንተሓሳሰድ ብገንዘብ ንተሓሳሰድ ብከምዚ ሕሊፍና ንወሃሃው ሰሳትና ግን ኣብ ስደት ወፂኻ ክኾን ዝግብኦ ግን ሰሳትና ክንተኣላለሽ ኣበይ ኣለኻ ኣበይ ኣለኺ ተባሂልና ክንተሓባበር ሕማቕ ከም ሕማቑ ንኣልዮ ፅቡቕ ተኾይኑ ድማ ብፅቡቕ ተሓላሊና ደኣ ኢና ክንሰርሕ ነይርና ግን ከምኡ የኾንናይ ንሕና ሓበሻና ኣብ ዓድና ንሱ ዓድማትና ንሱ መክእሊ ለይብልና ብዙሕ ክንደይ ክፍኣቲ እዙ ዝወርድ ዘሎ መዓቲ ክወርደናሲ ብትክክል እሱኳስ ይንእሰና ኣነስ ሕስብ ከብሎ ተለኹ ከም ሓበሻ መጠንሲ ሓበሻ ንሕና በተለይ በተለይ ሓበሻ ንበሃል ንሕናሲ ኣብ ናባዕልና ይንውዕል ኣና ዓናይ ንሓድር እሞ ከንድዚ ጨኸና ኣሕልፍ ኣቢልካ እሺ ባዕሉ ደፊርዋ ኣሎ እሱ ይኣኽላ ነይሩ ቀሊል ይኾነ ብትክክል ሓደ ካብ ቤተሰበይቱ ለለይ ትጽበዮ እሞ ከዓ ቤተሰባ ዓጽመ ስጋ ደፊሩ ከይኣኽሎ ኣሕሊፉ ናብ ኣዕራብ ምሃብ ማለትሲ ኣነ እንታይ ኢኹም በሊዕኹም? ኣነ እዞም መወዳት እንታይ እዮም በሊዖም? ኣትንሓተይ ኣቱም ኣሕዋተይ እንታይ ኢኹም ኮይንኹም? ባብስሩ ክንደይናይ ጨከና እዩ ጓላት እኮ ንሓይል ሓየለት ተሓየለት ሓንቲ ጓል ኣንስተይቲ ምውዳቓ ኣይቕረ ደካማ እያ። ሕማቕ እውን ዋላ ሰሪሓትካ ትኾነት ክሻብ ክንድዚ ክሻብ ኣሕሊፍካ እሞ ከዓ ብገንዘብካ ወዲ ብገንዘብካ ልሓደ ጡሚ ካብ ብገንዘብካ ልሓንቲ ሰሪሐ ክቕይር ህይወት ስድራይ ክቕይር ህይወት ባዕለይ ክቕይር ኢልካ ካብ ቅርሽኻ መዚዝካ ኣውፂእኻ ብቅርሽኻ ሓጥያት ካብ ትሰርሕ ብቅርሽኻ ካብ ሓፍትኻ ተባላሺ እቲ ቅርሽኻ ቶም ልጠማዮ ኣቦታትና ኣዴታትና ኣሕዋትና ተትሰዶ ነርካ ክንደይ ኮን ምጥዓመልካ ክንደይ ኮን ምበርከተልካ ቅርሽኻ ብቅርሽኹምስ ሕማቅ ብቅርሽኻ ሕማቅ ይሰራሕ ሕደጉ ኢዶ ሕደጉ ወዳት ኣሕዋትና ብትክክል ሕደጉ

እናሲ ሕደጉ በጃኹም በጃኹም ካብ ኣእምሮኻ ዘይወፅእ በሰላ ኣይትስርሑ። እዚ ሓፍተይ እዚኣ እኮ ክልተ ግዜ ሰለስተ ግዜ እያ ተበዲላኒ። ሓደ ስደት መፅያ ከምቲ ዝደለየቶ ኣብቲ ዝደለየቶ ይበፅሕቲ። ካልኣይ ዓፅመ ስጋ ሓዋ ወዲ ዓዳ ክትደፍራ ተለኻ። ሳልሳይ ብገንዘብካ ናብ ኣዕራብ ኣሕሊፍካ ክትህባ ተለኻ ክብር ሓወይ ተጋጊኻ ብጣዕሚ ተጋጊኻ ብስነ ኣእምሮኣ ካብ ስነ ኣእምሮኣ ብዙይ ዓመታት ክወፅእ እዩ ለይባል እህህ ላበለት ካብ ጥሉል ሕማምማ ሰብ እኳ ይፈልጠልካ ኣብ ውሽጥኻ ብኣእምሮኻ ብኸምዚ በተለይ በተለይ ብኸምዚ ክትብድል ተለኻ ግን ካብ ስነ ኣእምሮኻ ቀልጢፉ ኣይበልየና በጃኹም ናይ ስነ ኣእምሮ ሕማም ከቢድ እዩ ኣይትበድልወን ነዘን ኣሕዋትና ሲ ኣሕዋትኩም ኢናዋ ኣይትበድሉና ኣይትበድሉና ክብል ይፈቲ እና ዝሓፍተይለ ኣጆኺ ንዘሎ እዩ ፈተና የጋጥም እዩ ስጀመር ጓል ኣንስተይቲ ልፈተና እያ ተፈጢራ እዞም ፈተናታት ሓሊፍኪ ድማ ኣብ ዝለዓለ ደረጃ ጠንኪርኪ በርቲዕኺ ወሊድኪ ውላድኪ ብሰላም ይገላገልኪ ከምቱ ዜዳ ሓፍትና ነብሰ ፁር እያ ዝበለትኪ እግዚኣብሔር ኣምላክ መብርሃን ወላዲታ ኣምላክ ኣብ ጎንኺ ይኹኑ ብሰላም ይገላገልኪ በቲ ውላድኪ ተክሓስዩ ውላድኪ ካሕሳይ ሓውኪ ደሞ ጠንክሪ ኣጆኺ ወዲቅኪ ኣይክተርፊ ይኹንኪ ወሊድኪ ውላድኪ ንዓድኺ ናብ ወለድኺ ስድድ ኣቢልኪ ጠንኪርኪ ስርሒ እንተ ዝበፅሐኪ መከራ ዝበፅሐኪ በደላት ደሞ እግዚኣብሔር ኣምላክ ካሕሳ ይሃብኪ ፈቲኺ ኾንኪ ኣቲኽዮ ተነሲሂኺ ድማ ናብ ታሽሙ ክትምለሲ ኢኺ ከምዚ ኮይነ ኢልኪ እዚ ገጢምኒ ኢልኪ ርእስኺ ከይተድንኒ ንኸይተድንን ድማ ትፈልጣ ደቂ ዓዳ ቀረብታ ዝኾንክን ኣጆኺ በላኢኽን እና ክብራት ኣሕዋተይ እዚኣ ትመስል ነይራ እዛ ቪድዮ ናይ ሎማዓንቲ ብጣዕሚ ልብኻ ትንክፍ ተብል እያ እና ክሻ ብካሊእ ቪድዮ ዝመፀኩም ሰሰናይ ወድሓን ቀኒኹም ነዛ ቻነል ሓደሽቲ ዝኾንኩም ሳብስክራይብ ገይርኩም ናይ ደወል ምልክት ተጻኒኩም ቤተሰብ ንዝኮንኩም ድማ ላይክ ሸር ኮመንት ኣይትረስዑ ንእትህቡኒ ሓበሬታ ንትህቡኒ ሞራላዊ ሓገዝኩም ድማ ኣዝየ ኣዝየ እየ ዘመስግነኩም ሰናይ ቅንያት ሰሰናዩ ንዓኹም ክብራት ተኸታተልተይ ቻው